ሰላም ከመይ ትኾኑ ሮቤል እየ ሎሚ እውን ከምቲ ልሙድ ናይ ትግርኛ ኮምፒተር ቱቶሪያል ሒዘልኩም ቀሪበ ኣለኹ ናይ ሎማዓንቲ ቱቶሪያል ዝኸውን ዝጠፍአ ፋይል ከመይ ጌርና ንመልስ ዝብል እየ ከርእየኩም ሎማዓንቲ ንጥቀመሉ ብዘይምንም ሶፍትዌር ሲኤምዲ ተጠቒምና ከመይ ጌርና ንመልስ ዝብል እየ ከርእየኩም ስለዚ ዝኾነ ፋይል ከጥፍእ እየ ንኣብነት ኣብዚ ዲስክቶፕ ስክሪንሾት ስለሎ ራይት ክሊክ ገይረ እንድሕር ሽፍት ገይረ ድሊት ኢለዮ እንድሕር ኮይነ ፐርማነንት እዩ ዝጠፍእ ኣብ ዝረእዎ ፐርማነንት ድሊት ዘሎ የስ እንድሕር ለዮ ንሓዋሩ እዩ ኣብ ሪሳይክል ቢን ከይደ እንድሕር እየ ኮይነ የለን ማለት እዩ ስለዚ ጠፍኡ እዩ ክመልሶ ዝኽእለሉ መንገዲ እየ ክደሊ ዘለኒ ማለት እዩ ስለዚ እንታይ ትገብሩ ሲኤምዲ ሰርች ገበሩ መጀመርታ ካብኡ ራንኣስ ኣድሚኒስትራተር ትብልዎ ኦፋ ስለዘድሊ የስትልዎ ካብ ብምቕፃል እተን እዚኣ ፅሒፈልኩም ዘለኹ ኮማንድ ኢና ንፅሕፍ ስለዚ መጀመርታ ትኸውን ቪኤስኤስ ኣድሚ ስፔስ የብለን ሊስት ሻዶውስ ሕጂ ኩሎም ናይ ፋይል ኣብ ዝደምሰስናሉ ዝነበረ መዓልትታት እዩ ከርእየና ኩሉ ዘይኮነ ዝተወሰነ የርእየና እዩ ስለዚ እታ ጠፊኣትላ ይኹን ጥርጥሩላ መዓልቲ ንርአ ሕጂ ኣብዚ ዕለት ሓሙሽተ ሸውዓተ ክልተ ሽን ዓሰርተ ትሽዓተን እዩ ለሎ ኮምፒውተር እዩ ዘሎ ዕለት ከዓ ሓሙሽተ ትሽዓተ ክልተ ሽሕን ዓሰርተ ትሽዓተን ማለት እዩ። ስለዚ ዕለ- ኣብ ዕለት ሸውዓተ ነይሩ እዩ። ስለዚ ኣብ ዕለት ሸውዓተ እ፣ እዛ ኮብ እዛ ፋይል እዚኣ ተድልየኒ እያ ማለት እዩ። ዕለት ሸውዓተ ስለ ዝነበረት ደምስዮ ዘለኹ ሕዚ። ስለዚ እንታይ ንገብር እ፣ መጀመርታ እ፣ ኣብ ምንታይ ፋይል ኢኹም ክተቕምጥዎ ት- ትደልይዎ ሕዚ ትሻደው ንሱ ስለዚ ኣብ ሲ ክገብርዎ እንድሕር ደለኹም ኮንኩም ሲ ዲ ትብሉ እሞ ዶት ዶት ስላሽ ዶት ዶት ንብል ናብ ሲ ይመልሰና ሲ ፓርቲሽን ከይደ ኣለኹ ካብ ምቕፃል ኤምከይ ሊንክ ሊንክ ኢና ንፈጥር ኣለና ሜክ ሊንክ ካብኡ ስላሽ ጌርኩም ዲ ካብኡ ሓድሽ ሽም ንሃቦ ሮቤል ክብሎ እየ ሮቤል ዝብል ኣብ ሲ ክፈጥር እዩ ካብኡ እንታይ ኢኹም ትገብሩ እዛ ሻዶው ኮፒ ቮሊዩም ትብል ንሳ ኢኹም ሓደ ግዜ ኮፒ ትገብርዋ ኣጸሊምዋ እሞ ካብኡ ኮንትሮል ሲ ካብኡ ኮንትሮል ቪ ትገብሩ ፔስት ገይረ ኣሎ ካብኡ መወዳእታ እንታይ ትውስኹላ ባክስላሽ ትውስኹላ ማለት ካብኡ ኢንተር ትብልዎ ስለዚ ሲምቦሊክ ሊንክ ክሬት ድልና ኣሎ ካብኡ መፃል ሕዚ ትገብርዎ ናይ መወዳእታ ስቴፕ ናፍታ ሎካል ዲስክ ሲ ንኸይድ ስለዚ ሎካል ዲስክ ሲ ዝብለለ ኣብዚ ካብኡ ሮቤል እታ ዝፈጠርክዋ ሮቤል ትብለላ ኣብዚ ውሽጢ ኣቱ ካብኡ ኣብ ምንታይ ጥፊኣ ህኒ ዝብል ካብኡ ዩዘርስ ንኣቱ ካብኡ ኣብታ ዝጠፈአት ሕጂ ኣብቲ ዝጥቀመሉ ዘለኹ ስለ ዝኾነ ናብኡ ትኣትዉ ካብኡ ኣብ ምንታይ እያ ነይራ ዲስክቶፕ ሕዚ እውን ናብ ዲስክቶፕ ትኣትዉ ስለዚ እታ ፋይል ንሳ ትደልይዋ ማለት እዩ ኣብዚ ስክሪንሾትስ ትብለላ ኣብቲ የጥፍኤ እያ ነይራ ሕጂ ግን እታ ፋይል ረእይዋ ኣብ ዘላ ስክሪንሾትስ ትብለላ ካብኡ ክጠፍእ ስለ ዝኽእል ራይት ክሊክ ጌርኩም ኮፒ ትገብሩ እሞ ናፍታ ዝደለኹማ ቦታ ኬድኩም ፔስት ትብልዋ ማለት እዩ ስለዚ ጠፊኣ ዝነበረት ፋይል መሊሰያ ኣለኹ ማለት እዩ ስለዚ እንድሕር ፋይል ጠፊእኩም ኮንኩም ከምዚ ጌርኩም ምምላስ ትኽእሉ ኢኹም ሲኤምዲ ብዘምንም ሶፍትዌር ተጠቒምኩም ማለት እዩ ስለዚ ኣብ ዝቕፅል ሶፍትዌር ከዓ ሶፍትዌር ኣብ ዝቕፅል ቱቶሪያል ከዓ ሶፍትዌር ተጠቒምና ከመይ ጌርና ዝጠፍእ ፋይል ንመልስ ዝከሪኤኩም እየ ሎማዓንቲ ብጣዕሚ እዩ ዘምስግ